ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪያክት እዩ እንኳዕ ላብና ሳሚ ሪያክት ዩቱብ ቻናል ብሰላም መጻኹም ዝተፈላለዩ ትኩሳትን ሓደሽትን ቪድዮታት ሒዘልኩም መፅኦ እኒኹ ሰብስክራይብና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ኢኹም ኩለኹም ሰብስክራይብ ስለትገብርለኹ ብጣዕሚ እየ ለመስግን ሰብስክራይብ ላይ ገበርካ ትርኢ ለለኻ ግን ሰብስክራይብ ግበር ላይክ ግበር ክል ይደሊ ዳይላ ቪድዮታትና ንቐፅል እሺ ፋሚሊ በቲ ፈላማይ ቪድዮና ንቅጽል ኣለና ሰናይ ምክትታል። ባይ ዘ ወይ በዚ ኣጋጣሚ ክነግረኩም ማለት ኣዋልድ ከምዚ ኣብዮናኹም ገለ ኣይኮነን ጠባይ ናይ ኣዋልድ ዶ ክነግረኩም እቶም ደቂ ተባዕትዮ ማለት እዩ ኣነ መጀመርታ መጀመርታ ማለት እዩ ከምዚ ክስታይ ኣይኣምንኒ ሶሪ ተሓዙለይ ከምዚ ፍቅሪ ምስ ቁራስ ባኒ ተኣክል እያ ገለገለ ዝበሃል ኣክሽን እዚ ኣብ ድራማ ጥራሕ ኣብ ፊልም ኢና ኣብ ድራማ ክንሪኦ እንከለና ጓል ድኻ ወዱ ተፍቅር ገለገለ እዚ ሓሶት እዩ እመና ንብለኩም እብለኩም ኣለኩ ሓሶት እዩ ሓሴነይን ገለ ገለ ደሓን ተሪር ኮይና እምበር ጓል ኣንስተይቲ ማለት እዩ ሰብኣይ ካልእ እትረፍ ሃፍታም ኣይኮንኩን ንብለኩም ዘለኩ ካልእ እትረፍ ሰሪሑ ዝኣቱ ሰብኣይ ክትፈቱ ማለት እያ ኮንፊደንስ ዘለዎ ካብ ነብሱ ማለት እዩ ካብ ነብሱ ገንዘብ ኣውፅኡ ዝገዝእ ሰብኣይ ኣደሊ ተፀባይ ናይ ናይ ቤተሰበይ ሃፍቲ ኣለኒ ወይ ድማ በቃ ንዓርከይ ኢሎም ዓንቲ ከም ኣለቅሓኒ ክብሉ እዮ እሞ ከምዚ ጌርና ክንሓልፎ ኢና ገለ ጓል ከምኡ ትፈቱ ናይ ሰብኣያ ኮንፊደንስ ዘለዎ ሰብ ጓል ብጣዕሚ እያ ትፈቱ እመኑ ንብለኩም ኣለኹ ስለዚ ፍቕሪ ዶ ብቁራስ እንጀራ ትኣክልያ ዶ ገለ ዶ ከምዚኣ ተጠፋፊእና ከምዚኣ ሓዳርና ንበር እሞ ሽዑ ከዓኒ ደቅና ከም ምዕባዮም ይዓብዩ ገለ ዝበሃል ናብራ ከምኡ ግደፉ ከይትሓስብዎ ከምኡ እንድሕር ኮንኩም ኣይክቕፅላን እየን ምሳኹም ሓሰውቲ እየን በላኒ ውሑዳት ደቂ ኣንስትዮ እየን ድራማ ድፈትዋ ማለት እዩ እምበር ወዲ እንድሕር ኮንካ ስራሕካ ክሰርሕ ኣለካ ስራሕ ሃብታም ኩን ማለት ኣይኮነን ድሕራ ሰሪሕካ እውን ክትህፍትም ትኽእል ኢኻ ግን ካልእ ትረፍ ሰሪሑ ዝኣትው ወዲ ትፈቱ መዓት እያ ናይ ባዕሉ ሃፍቲ እያ ትፈቱ ጓል ናይ ብቤተሰቡ ናይ እንዳ ዓርኩ ናይ ገለ ኣይደልን እታ መጀመርታ ፖይንት ናይ ጓል ኣንስተይቲ ወዲ ኮንፊደንስ ዘለዎ ብጣዕሚ እያ ትፈትዎ ተፍቅሮ ናይ ባዕሉ ናብራ ማለት ክህልዎ ካብኡ ሓለፈ ግን ናይ እንዳ ስድርኡ ሃፍቲ እንታይ ክገብረለይ ናይ እንዳ ስድርኡ ሂወት እንታይ ክገብረለይ ሓዳረይ እንድሕር ኮይኑ ንዓይ ደቀይ ዘመሓድረሉ እታ ገዛ ዘመሓድራ ሰብኣይ ክረክብ ኣለኒ እሺ ቤተሰብ ያው ደቂ ተባዕትዮ የሕዋት ዛምኽሪ ቆብነብላ ኢና እስቲ ንቐጽል ናብ ኤርትራ ኣቲኻ ሰብ ክትቐትል ኢኻ ካልኦት ኣሕዋትካ ኢኻ ክትቐትል ንዝብሉ ሰባትሲ እንታይ ምበልካ? ኣሕዋትካ
እዋእ ንህዝበይ ከድሕን ሓወይ ይቐትል ሓወይ ሓደ እዩ ህዝቢ ህዝቢ እዩ ሃገር ሃገር እያ ሓደ ንሕና ብመሰረቱ ናብ መን ንኸይድ ኣለና ንፈልጥ ኢና ኣነ እኮ ኣሃዱ ኣላትኒ ጋንታ ኣላትኒ መስርዕ ኣላትኒ ክፍለ ሰራዊት ኣላትኒ ካብ ክፍለ ሰራዊትና በዓል መን እዮም ድዋግኡና በዓል መን እዮም ደይዋግኡና ንፈልጥ ኢና ተስዓን ሓሙሽተን ሚእታዊት ምሳና እዩ ናትና ፀግዒ ኣብ ክንዱ ኢና ንዛረብ ዘለና እዚ ኮፈልጥ እዩ ሰራዊት ናትና እዮም እሞ ሓወይ ኣብኡ ስለ ዘሎ ኣሕዋተይ እኮ ኣለውኒ ኣብኡ ከላእ ሓወይ እንዲ መብኡ ዘሎ ኮይኑ እምበር ምተዋጋእኹ ነይረ ኢለሲ ሃገር ስእና ኣለኹ እያ ጠቕላላ እንታይ ኣማራፂ ኣለሞ ወያነን ኣምሓሩን እኮ ኣሕዋት እዮም ይዋግኡ ኣለዉ ክዋግኡ እዮም ናይ ምንባር ሕቶ እዩ ናይ ምቕፃልን ዘይምቕፃልን ከምዚ ትሰምዕዎ ኣለኹም እዩ ኪሮስ ልብለና እስቲ ታይ እዩ ንሓወይ ክቐትል እየ ንሃገር ከድሕን እዩ እሎሞ

ሀ ኣስመራ ተበሉና ንህቦም ሀ ሽዑ ናብ ዓዲ ተከሌዛን ንኸይድ ሀ ሽዑ ባጽዕ ንኸይድ ሀ ደሓር ከኣ ሕስብ ነብል እሞ ኣቱም ሀ ረሲዕናዮ ነርና እምበር እዚ እኮ ናትና እዩ ንብሎም ዋይ ዋይ በስመ ኣብ ኣታ ክንደይ ክሳብ ክንደይ ዕሽነት እዩ እዚ ከምዚ ዓይነት ዕሽነት እዚ ህፃን ከማን ኣይዛረቡን ህፃን ቆልዓ እስቲ ንቀጽል ፋሚሊ። እስከ ኣሸይቲ ግን ሰብስክራይብ እና ላይክ ልንድሕሪ ለይገበርኩም ሰብስክራይብ ግበሩ ላይክ ግበሩ ክል ደሊ ኸዚ ውን ንቀጽል። ማሙቅ ዝኮነ ሓዳር ምገበረት እንበር እዚኣ ዶ ሕጂ ጊዛ ኣብ ቲክቶክ መጥፈኣቶ ጻዓዱ ግን they brainwash them ገንዘብ ልዕሊ ውላድ ምኳኑ life style ልዕሊ ሓዳር ምኳኑ እዩ እሚኖመን እዛ ሰብ እዚኣ ኬድኩም ተትሓትዋ ኔርኩም ኣበይ ኣጥፊእክዮ ዝሓለፈ ዓሰርተ ሓሙሽተ ዓመት ተትብልዋ she will have no idea yeah ሓደ ወዲ ዓርኪ ሒዘ ድሓረይ ገድፌዮ ካልኣይ ዓርኪ ሒዘ ክልተ ዓመት ጌርና ገድፌዮ ምስ መሓዛይ ናብ ክለብ ከድና ኣብ ኢንስታግራም ስእሊ እትየ ገለ it's not like ከም ኢላን ማስክ ናብ ሮኬት ሰዳላ ናብ ማርስ ወይ ዝኾነ ሳይንቲስት ክትከውን ወይ ዝኾነ ነገር ክትገብር she just wasted she will have no idea So ሕጂ እቲ ዝዓበየ ጸገም ከኣ እቲኦም ጥዑያት ኣወዳት ዝሓትዋ ዝነበሩ ንሓዳር ናብራ ዝሓትዋ ዝነበሩ ወዳት ዳርጋ ብሙሎም ተመርዕዮም እዮም ኦራይ ሓዳር ገይሮም እቲኦም ዝተረፉ ከኣ ኣብ ነብሶም ሰሪሖም ገንዘብ ኣኪቦም እቲኦም ዝመሃሩ ተማሂሮም ሕጂ ንዓ ኣይደልይዋን እዮም because she already expire ሕጂ ናብታ ጓ 20 ስልሳን ዓመት እዮም ዝኸዱ So እቲኦም ሰክሰስፉል ዘይኮኑ ሓዳር ዘይብሎም ከኣ ንሳ ኣይትደልዮምን እያ ምክንያቱ ሕጂ ኦረዲ ንሳ ስለ ዝለበመት ወዲ እንታይ ምዃኑ ስለ ትፈልጥ so ንዕኦም ኣይደልዮምን እያ so that's the very sad situation but ኣነ ግን እዛ ጓል እዚኣ ሕቶ ኣለኒ I have really ocean question so ሓንቲ ጓል እቲ ሓደ ነገር ክትህቦ ትኽእል ንወዲ ኣብ ካልእ ከይዱ ክረኽቦ ዘይክእል ወላ ብገንዘቡ ከፊሉ ክረኽቦ ዘይክእል እንተሃልዩ ውላድ እዩ ካብኡ ሓሊፉ ዝኾነ ነገር ክትረኽቦ ትኽእል ኢኻ። ኣብ ገዛ መጺኣ ክዳን ትሓጽበልካ፣ ትሰርሓልካ፣ ክትገብር ትኽእል ኢኻ። ስጋዊ ርክብ ብገንዘብ ክትገብሮ ትኽእል ኢኻ። ውላድ ጥራይ እዩ፣ ንዓኻ ዝመስሉ ቆልዑ ጥራይ እያ ሓንቲ ጓል ክትህበካ ትኽእል። ነዚ ጥራይ ኢኻ ክትረኽቦ ዘይትኽእል። So ወላ ኣብዚ ሕጂ በጺሕና ዘለና ተክኖሎጂ ከፊልካ ናትካ ስፐርም ናብ ሕክምና ወሲድካ ካልእ መ- ክትገብር እንተኸኣልካ ኣኣ፣ ግን እቲ ቆልዓ ኣድኡ መን ምዃኑ ኣይትፈልጦን ኢኻ። So እቲ ሓንቲ ክትህበካ ትኽእል ውላድ እያ። ንዓኻ ዝመስሉ ንቡዓት ቆልዑ ክትበቅዕ ኣላ ሶ ንጓል ሰላሳ ሸውዓተ ዓመት ምምርዓው ግን እዚ ክትረኽቦ ኣይትኽእልን ኢኻ ወላ እንተረኸብካዮ ከማን ሓደ ክልተ እዩ ሶ ዕድመኻ ምሉእ ኒኖ ታሪክ ህይወትካ ደም ናይ ስድራኻ ዘርእኻሲ ምእንቲ ሓንቲ ጓል ክትብል ተጥፍኦ ኣለኻ ማለት እዩ ሶ ካብኡ ሓሊፉ እውን ስጋዊ ርክብ ምዛ ጓል ምግባር ንስምዒት ጥራይ ዝኸውን ትሕሉ ትርጉም የብሉ so ባምቡላኻ ተምጽእ ባምቡላኻ ትምርዖ ዘለኻ so እዚኣ ኣነ እዛ ጓል ክሓታ ይደሊ ካልእስ ትህበካ ከም ጓል እንታይ ኣሎ ብዘይካ ውላድ ብገንዘብካ ከፊልካ ክትረኽቦ ዘይትኽእል እዚኣ ንዛ ከምኡ ስለ ዝኾነ ከዓ ማህፀንን ማኺኑ ይተርፍ and then it's really sad reality ካብኡ ሓሊፈ ግን ሓንቲ ሰበይቲ ላብዚ ዋጋ 1.5 ሚሊዮን ገዛ ዘለዋ because I have a cleaning business ንገዛኣ ኮንትራት ሒዝናላ ኣለና ንክልተ ዓመት so እዛ ሰበይቲ መዓት ገንዘብ እዩ ዘለዋ እቲ ጸገም ግን ውላድ የብላን ስለዚ ዝኾነ ሰብ ኣይትኣምንን እያ the same thing ኣደይ ግን ንኡጋንዳ መጽያ ነይራ ቅድሚ ሰለስተ ወርሒ so ኣነ ዝተረፉ ኣሕዋተይ ደቂ ደቃ ኣዝማራ ብምሉኣና ኣብ ኡጋንዳ ተኣኪብና ሰላሳ ትንፋስ ኣብ ሓደ ገዛ ኮፍ ኢልና ካብዚ ዝዓቢ ሓጎስ ኣሎ ካብዚ ዝዓቢ ዕጋበት ኣብ ሂወት ኣሎ እቲ ዝገርመኒ ነገር ግን እዚ ክንሱት ናይ ብሓቂ success ዕውቲ ትብሃል ኣደ ክንስኣ ኣብዚ ሕጂ ግን እዝየን ዘለዋ ኣዋልድ ናይ ጻዕዱ system እስቲ ንቀጽል ነዚ ምላሽ ልከውንለ ዳላክ ልበሎ ተሎ እስቲ ውን ንከታተል። ኣነ እኳ ደይሰምዖ ይብለይን እንዴ ሓደ ንእሽተይ ቆልዓ ስታ ክብል ሰሚዐዮስ እን ዘይወለዳ በንጻሩ ግን ሞር ኣግሬሲቭ ኩለን ክኸምኡ ክኾነ ሓድ ባህር ጓል ኮርኢ ይፈልጥን እዩ ኣብ መንጎ ክልተ ግራ ደሎ ርእይዎ ይፈልጥን እዩ ከፊሉ ርእይዎ ኸውን ከምዚአን ዝበላ ኣዋል ቬሪ ቬሪ ዳንጀረስ ንሶሳይቲ ስምዓ ክረክን ጽቡቓት ኤርትራዊት ጓል ኣንስተይቲ ጽብቕቲ እያ ኢዱ ከፊቱ ማንም ዓሌት ይቅበላ ናይጀርያዊ ድዩ ቻይናዊ ድዩ ጻዕዳ ድዩ ኤመሪካዊ ድዩ ኩሉ። ኣብዚ ሕጂ ዘለኽን ኣብዚ ሕጂ ዘለኽን ግን ደቅኽን ደቂ ሓደ ዓመት ናብ ኪለጋርደን ትሰዳኽን ምእንቲ ክሰርሓ ክትብላ ደቂ ኣይትመልሳ እልፊ ዓፋፍ ንዓፋፍ ምምላስ ኣየድልየክን እዩ ሓወዩ ገሊኣኽን ክትብላ ሓውኺ ተትኸውን ነይሩ እቲ ብኣኺ ዝዛረቡ ዘሎ ኣይምተዛረበ ነይሩ። ወንት ኣለክን ኢለን ክምዚ መኽራ ኣለዋ እንዴ ካልእ ኣጓል ኣምላኽ ውላ ዘይሃበን ዶ ገለመለ ዶ ገለ ሽጥኡ ሓንቲ ዕድል ዘላቶ ምንታይ ኣስከ ወይ ኣታሊሎም ወይ ሓስዮም እዮም ሓንቲ ከውልዱ ከጥንሱ ወይ ከዓ ንደቂ ሓምሳ ደቂ ሱሳ ምስ ኮኑ ኤርትራ ከይዶም ሓንቲ ዕድላ ዝዝረተዓ ብድኽነት ከምኡ እዮም ከምፅ ዝኽሉ ዜና ኣብዚ ሕጂ ዘለዋ ጓል ብዘይካ ኤርትራዊት ጓል ዝሓሰረት ጓል የለን ኣብ ኩሉ ዓዲ ኣብ ኩሉ ዓዲ እስቲ ናይዚ ሓሳብኩም ኣብ ኮመንት ኣፍልጡና ኢኩም ሰብስክራይብ እንድሕር ለይገበርኩም ግን ሰብስክራይብ ግበሩ ኢኩም ከዝለ ቤተሰብ ንቀጽል። መልሲ ተዘይተዋሂብና ማለት ክሳብ ወላ ብረታዊ ቃልሲ ክነካይድ ንኽእል ኢና ማለት ክንቃለስ ንኽእል ኢና ክሳብ ናብኡ እውን ወላ ዝተናውሐ ቃልሲ ካብ ስኢልና ንመውት ክንቃለስ ንኽእል ኢና ዝብል እምነት ኣለኒ ከምኡ እየ ኣነ ዝብል ብጣዕሚ ማለተይ ስፔሻሊ ካብዞም ህግደፍ ኣነ ለዝተወዕልኮ ነገር ተሃልዩ እንታይ ድዩ መስለካ ሓንቲ ንሓንቲ እያ ኒእቶም በቃ ፅልኢቶም ሕወሓት ጥራሕ እያ በቃ ኣደኖ ሕወሓት መን መራሒ ኢልካዮ ዘይፈልጦ ሰብ ፀላኢቱ ሕወሓት እያ ሕወሓት ጥራሕ ይብለካ በቃ ሕወሓት ይብለካ ሕዝስ ሕወሓት ኣብ ኤርትራ ኣመሓዳድራ ከይትኾን ኤ መሓዳደረት ኣመሓዳድራ ይትፈልጥ እዩ ልምንታይ ኢኹም ሕወሓትስ ልዕሊ ማንም ፅልኢት ዘለኩም ንሕወሓትስ እንታይ እያ ገይራ ሕወሓትስ እንታይ እያ በዲላ
ወይ ሕዚ እቲ ሓደ እቲ ዝጀመረ እቲ ዝነበረ ኣብ መንጎ ኤርትራን ኢትዮጵያን ኩና እሱ ጀማሪ ጀማሪ ናህግደፍ እዩ እወ ደሓን ከረድእካ ኖኖኖ ኣብዚኣ ክትዘላለ የብልካ ማለት እዩ ልክዕ ሰማናይ ሰለስተይ ብናይና ልቆፅር ኣለኹ ብና ትግራይ ልቆፅር ኣለኹ ሰማናይ ሰለስተይ ንሕና ነፃነት ምስ ኣውፅኡ ኣቦታትና ኣዲስ ኣበባ ምስ ተቆፃፀሩ ብምልኡ ዝነበረ ናይ ደርጊ ሰራዊት ዝነበረ እዚ ናይ ተረፍ መረፍ ናይ ደርጊ ገለገለ ዝነበረ በቲኖሞ እዮም ሰራዊት ቋሚ ሰራዊት ይነበረ ሰራዊት ይነበረ ሓድሽ ምልመላ ይግበር ነይሩ ሰዓት እሱ ላይክ ብታሪክ ዝሰማዕክዎ እዩ ኣነ ይነበርኩ ይዝክሮ እዩ ልክዕ ከምኡ ምስ ተገበረ እቲ ዝነበረ ናይ ህወሓት ሰራዊት ዝነበረ እንደገና ዓዲ እዩ ተመሊሱ ተርዲኻኒ ኣብ ሰዓት እሱ ሰራዊት የነበራይ ወያነ ሰራዊት የነበራይ ተረዲኻኒ ኣብቲ ግዜ እሱ ሕወሓት እኹል ሰራዊት የነበራ ዳስዋይ ዛቡኮ ሳሪኡ እዩ ኩናት ለጀሚሩ ብስነ ስርዓት ማለተይ እዚ ዓበይቲ ሰባት ዝተናገርዎ ነገር እዩ ማለተይ ፋዘረይ ክሕሸና ይኽእል ኢላ እየ ተረዲኻኒ ካብ ኣቦይ ዝሰማዕኽዎ እዩ ኦኬ ፋሚሊ ሎማዓንቲ ልሓ ዝኮኑ ቪድዮታት ዚኦም መስሉ ነይሮም ኣብ ቀጻሊ ብልገራርሙ ቪድዮታት ሒዘልኩም ክምለስ እየ ስካብ ሽዕቲ ግን ሰብስክራይብ እና ላይክ ምግባር ኣይትርስዕ ኢኩም ፒስ ኣውት።